ጽቡቕ ትምህርቲ እህበኩም ኣለኹ እሞ ኣይትረስዕዎ። ኣነ ንወለደይ ሓደ እየ። ገና ንእሾ ህፃን ከለኹ ኸዓ ኣቦይ ከምዚ ዝስዕብ እናበለ ይምህረኒ ነበረ። ነዚ ዝብለካ ቃላት ዘክሮ ከይትርስዖ ኸዓ ኣጽኒዕኻ ሓዞ። ንትእዛዛተይ ሓልዎ እሞ ብህይወት ክትነብር ኢኻ። ንጥበብን ምስትውዓልን ኣጥርየን ንቓላተይ ኣይትረስዓዮ ካብኡውን ኣይትዘንብል ንጥበብ ኣይትሕደጋ ንሳ ኸኣ ክትሕልወካ እያ ኣፍቅራ ንሳውን ክትዕቅበካ እያ ጥበብ ኣውራ ነገር እያ እሞ ኣጥርያ እወ ዝሃብካ ሂብካ ንምስትውዓል ኣጥርያ ልዕል ኣብላ ንሳውን ከተዕብየካ እያ እንተ ሓቒፍካያ ኽተኽብረካ እያ ኣብ ርእስኻ ዘውዲ ጸጋ ኽትደፍኣልካ ዝጸበቐ ኣኽሊል ከኣ ክትህበካ እያ ወደየ ስማዕ ቃለይ ድማ ተቐበል።

ሂወትካ እያ እሞ ሓዛ ኣይትሕደጋ ከምኡ ውን ሓልዋ ኣብነት ሓጥኣን ኣይትከተል ብጎደና እቶም እኩያት ክኣ ኣይትኺድ ካብኣ ርሓቕ ብኣ ኣይትሕለፍ ኣልግሰላ ኣልግሰላ ኪነዋ ኪድ ንሳቶም

መንገዲ ጻድቃን ግና ከም ብርሃን ወገግታ እያ። ፍጹም መዓልቲ ክሳዕ ዝኸውን ከኣ እናወሰኸት ትበርህ። መንገዲ እኩያት ግና ከም ለይቲ ጸልማት እያ። እንተ ወደቑ ጽን ኢልካ ኸኣ ስምዓኒ፣ ንቓላተይ ካባኻ ኣይተርሕቀን፣ ኣብ ውሽጢ ልብኻ ድማ ዕቖረን። ንሳተን ንዝተቐበለን ህይወትን ጥዕናን ይህብኦ። ህይወት ካብ ኣእምሮ እያ እትፍልፍል እሞ ልዕሊ ኹሉ ንኣእምሮኻ ሓልዎ። ሓቂ ንዘይኮነ ነገር ኩሉ ካባኻ ደርቢ እዮ። ንሓሶትን ምትላልን ካባኻ ኣርሕቆ። ኣዒንትኻ ቀኒዐን ይርኣያ፣ ቆላሕታኻ እውን ንቕድሚት ይጠምት።

ሞት የውርደልካ ናብ ዓዲ ምዉታት ከኣ የብጽሓካ በታ ናብ ህይወት እትወስድ መንገዲ ኣይትኸይድን እያ ኮብላሊት እያ ምኹብላላ ግና ኣይትፈልጦን እያ ኣቱም ደቀይ እምበኣርሲ ሕጂ ስምዑኒ ነዚ ዝብለኩም ኣይትረስዕዎ ካብዛ ሰብ እዚኣ ረሓቕ ናብ ገዛ እውን ኣይትቕረብ፣ እንተ ዘይኮነ ክብርኻ ካልኦት ሰባት ክወስድዎ እዮም። ብጨካናት ሰባት ክትቅተል ኢኻ፣ እወ ጥሪትካ ካልኦት ክወስድዎ እዮም፣ ፍረ ድኻምካ እውን ናብ ካልኦት ክሓልፍ እዩ። ኣብ መጨረስታ ኩለንተናኻ ምስ ተወደ ጻዕረ ሞት ክሕዘካ እዩ። ሽዑ ከመይከ ንተግሳጽ ጸላእክዋ? ሽዑ ከመይከ ንተግሳጽ ጸላእክዋ? ስለምንታይከ ነቶም ዝኣረሙኒ ዝነዓቕክዎም? ስለምንታይከ ድምጺ መምሃራነይ ዘይሰማዕኩ? ስለምንታይከ

ሓሶት እናተዛረበ ይነብር ብዓይኒ ይጠቅስ ከጋጊ ብኢደ እግሩ የመልክት ኩሉ ጊዜ ብኣእምርኡ ተንኮል ይኣልም እከይ ይፍሕስ ባእሲ ድማ ይዘርእ ስለዚ ጥፍኣቱ ብድንገት ይመጽእ ብቕጽበት ዓይኒ ይጭፍለቕ ፈውሱ ዉን ከቶ የብሉን እግዚኣብሔር። ዝጸልኣን እረ እምብዛ ዝፍንፍነን ሸውዓተ ነገራት ኣለዋ ዕቡይ ዓይኒ ሓሳዊት መልሓስ ንጹህ ደም ዘፍስስ ኣይዳው እኩይ ምኽሪ ዝፍሕስ ኣይምሮ እኩይ ነገር ንምግባር

ንሱ ክትከይድ ከለኻ ይመርሓካ፣ ክትድቅስ ከለኻ ይሕልወካ፣ ምስ ነቓዕኻ ኸኣ ይመኽረካ። ትእዛዝ ወለዲ መብራህቲ እዩ፣ ተግሳጾም ከኣ ብርሃን እዩ። እቲ ዝህብዎ መእረምታ ድማ መንገዲ ህይወት እዩ። እዚ ኻብታ ክብርቲ ሰበይቲ ካብታ ልዙብ ዝመልሓሳ ኣመንዝራ ክበልሃካ እዩ ንጽባያ ብልብኻ ኣይትመነዮ ብቆላሕታ ውን ኣይ ብቆላሕታ ውን ኣይትዝረፍካ ኣመንዝራ ሰበይቲ ብዋጋ ሓንቲ እንጌራ እያ እትግዛእ ዘማዊት ሰበይቲ ግና

እቲ ምስ ሰበይቲ ሰብኣይ ዝዝሙ ግና ልቢ የብሉን ገዛእ ሕይወቱ እዩ ዘጥፍእ ውርደትን ማህረምትን ይቕበል ጸርፊ እቶ ኣይድምሰስን ቅኒ ንሰብኣይ ብቝጥዓ የንድዶ እዩ እሞ ሕነ ኽፈዲ ኸሎ ኣይድንግጽን እዩ ግዲ ኻሕሳ የብሉን።